እዚ ፊልም ዝጅምር ናይቲ ዳዝል ዝተብሃለ ናይ ኒው ዮርክ ናይ ፋሽን መጽሔት መዘጋጀዪት ዝኾነት ሮቢን ሙንሮ ብኣፍቃሪኣ ፍራንክ ንጉዕዞ ሳርፕራይዝ እናገበራ እዩ። ብስራሕ ብጣዕሚ ተጨናኒቖም ስለ ዝነበሩ ንሓደ ሰሙን ናይ ዕረፍቲ ፍቓድ ካብ ናታ ሓላፊት ከም ዝረኸበ ይነግራ። ብዙሕ ከይጸንሑ እቶም ፍቑራት ናብቲ ኣብ ሙቐታማ ቦታ ዝርከብ ማካትያ ዝበሃል ደሴት እናኸዱ ንርኢ። ፍራንክ ቦርሳታቶም እናጠርነፈ ከሎ፣ ሮቢን ናብ ማካትያ ዝኸይድ በረራ ትእልሽ። ክዊን ዝተብሃለ ሓደ መካኒክ ትረክብ እሞ፣ ናብቲ ጉዕዞ ዘብጽሖም ዋና ፓይለት ንሱ ከም ዝዀነ ይነግራ። ሮቢን ተጠራጢራ፣ ብዛዕባ ናይታ ኣውሮፕላን ኵነታት ስግኣት ወላ'ኳ እንተ ነበራ፣ ክዊን ግና ኵሉ ነገር ሰላም ከም ዝዀነ የረጋግጸላ። ወሲኹ'ውን፣ እንድሕር በታ ኣውሮፕላን ዘይከይዶም ዘለዎም መማረፂ ብጀልባ ናይ ሰለስተ መዓልቲ ጉዕዞ ምግባር ከምዝኾነ ምስ ነገሮም እናተጎባጎቡ ምስኡ ንኽበሩ ይስማዕምዑ። ምስታ ናይ ኣውሮፕላን ኣገልግሎት ዳይሬክተር ዝኾነት ኣንጀሊካ እውን የፋልጦም። ኣብ ማካትያ ምስ በፅሑ ፍራንክን ሮቢንን ኣብ ቅድሚ እቲ ደሴት ዝርከብ ምቹው ክፍሊ ይሕዙ። ደሓር ኣብቲ ኣጋምሸት ወክ እናገበሩ ከለዉ ፍራንክ ቀለበት ንኽኣስረላ ክሓታ ከሎ ሮቢን ደስ እናበላ ትቕበል። ጸኒሑ ምስ መሸየ፣ እቲ ብጣዕሚ ሰኺሩ ዝነበረ ክዊን ናብ ሮቢን ቀሪቡ ብዛዕባ ቱሪስታትን ፍቕርን ምዝራብ ይጅምር። ሮቢን ብክዊን ብዙሕ ከይተስሓበት ፍራንክ ምስ መጸ ንኽትከይድ ትውስን። ብጽባሒቱ ኣብቲ ገምገም ባሕሪ እናተዘናግዑ ከለዉ ሮቢን ካብ ሓላፊታ ኣገዳሲ ስልኪ ይድወለላ። ናይቲ ኣብ ታሂቲ ዝርከብ መጽሔት ዋና ፎቶ ሓደ ሰብ ተዘይተኸታቲልዎ ኣብ ሓደጋ ከም ዘሎ ትነግራ። ሮቢን ወላኳ ክትከይድ ተዘይደለየት ከይፈተወት ተስማዕሚዓ ናብ ታሂቲ ክትከይድ ትውስን። ክዊን ንኸብጽሓ ትኸፍሎ እሞ ንሱ እውን ብሓሳባ ይስማዕማዕ። ፍራንክ ግና ኣብኡ ንኽተርፍ ይመርጽ። ምስኣ ከይዱ ጥፍኣት ካብ ዝስምዖ፣ ኣብኡ ኮይኑ ክናፍቓ ከም ዝመርጽ እናቐለደ ይነግራ። ምብራር ምስ ጀመሩ፣ ሮቢንን ክዊንን ዘይስማዕማዕ ባህሪኦም እናልዓሉ ይጨቓጨቑ። እዚ ከምዚ ከሎ፣ ኣብ ማካትያ፣ ፍራንክ ምስ ኣንጀሊካ ኮይኑ ኣብቲ ናይ ባር ምርኢት ይዘናጋዕ። ኣብታ ኣውሮፕላን ሓያል ንፋስን መብረቕን ስለ ዝተልዓለ፣ እቲ ናይ ርክብ ሬድዮኦም ይቃጸል። በዚ ኸኣ ክዊን ነታ ኣውሮፕላን ኣብ ሓደ ዘይፍለጥ ደሴት ንኸዕርፋ ይግደድ። ሮቢን ኣብ ብዙሕ ጭንቂ ስለ ዝነበረት፣ መረጋግዒ ክኒናታት ካብ ምውሳድ ሓሊፋ ምንም ክትሕግዞ ኣይከኣለትን። ብጽባሒቱ ንግሆ ኣብ ከቢድ ኵነታት ከም ዘለዉ ተስተውዕል። እቲ ኣውሮፕላን ተበላሽዩ እዩ፣ ሓገዝ ዝጥይቕሉ መንገዲ እውን ምንም የለን። ንዕኦም ናይ ምድሓን ተግባር ከኣ መዓልታት ክወስድ ይኽእል እዩ። ዝነበሮ ብቸኛ መማረጺ፣ እቲ ድምጺ ንምውጻእ ዝጠቅም ሽጉጥ ምስ ሓንቲ ብቻ ተተኳሲት እዩ። ሮቢን ምስ ኮይን ተጨቃጭቃ እቲ ናይ ህይወት ምድሓን ጀልባ ንክተልዕል ተሞኮረት ካሊእ ችግር ትፈጥር ኣማ ካትያ ናይ ሮቢን ሓላፊት ናብ ፍራንክ ደዊላ ምስ ኣነጋገረቶ እቲ ናይ ነብሲ ምድሓን ጻዕሪ ይጅምሩ ኣብቲ ደሴት ግና ኣብ መንጎ ኩይንን ሮቢንን ሀዚ እውን ውጥረት ኣሎ ሮቢን ኩይን ብኣኣ ተማሪኩ ይጥምታ ከም ዘሎ ክትከሶ ከላ ንሱ ግና ዝነበርዋ ጉድለታት እናዘርዘረ ንሱ ዝፈትዎ ዓይነት ሰብ እውን ከም ዘይኮነት ይነግራ። ክትወቕሶ ውላ እኳ እንተመኮረት ንሱ ግና መልሲ ከይሃባ ክተርፍ ከሎ ምዝራብ ተቋርጽ። ደሓር ማይ ኣብ ምእላሽ ከለዉ ሮቢን ዝኾነ ነገር ናብ ስረኣ ክኣቱ ስለ ዝተሰመዓ ብጣዕሚ ትደናገጽ። ተመን እዩ ዝኸውን ኢላ ስለ ዝሓሰበት ኩዊን ንኽሕግዛ ትፈቕደሉ። ብኡኡ ምኽንያት እናቐለደላ እቲ ሓሰኻ የውጽኦ። ደሓር ክዊን ምግቢ ንምርካብ ናብ ሃደን ይኸይድ። ሮቢን ኣብ መጀመርያ ናይ እንስሳት ምቕታል ወላኳ እንተተቓወመቶ፣ እቲ ዝተጠበሰ ምግቢ ምስ ጠዓመት ግና ሽዑ ሓሳባ ትቕይር። ብጽባሒቱ ንግሆ ሮቢን ሓንቲ ኣውሮፕላን ኣብ ሰማይ እናበረረት ትርኢ እሞ ተጓይያ በታ ዝነበረቶም ሽጉጥ ንላዕሊ ትትኩስ። ብዘሕዝን ግና ናብቲ ዝሓሰበቶ ትስሕቶ እሞ ናብ ሓደ ተኽሊ ትወቅዕ። ኣብ መንጎ እዚ ኩዊን ተናዲዱ ካብ ምድቃሱ ይለዓል፣ እቲ ኣብ ሰማይ ዝነበረ ኣውሮፕላን ናይ ንግዲ ስለ ዝነበረ ብምንም መንገዲ ክርእይዎም ከም ዘይኽእሉ የረድኣ። እዚ ከምዚ ከሎ፣ ኣንጀሊካ ኣብ ምንታይ ኩነታት ከም ዘለዉ ብዘየገድስ ኩዊን ንሮቢን ከም ዝከናኸና ንፍራንክ ተረጋግጸሉ። ኣብቲ ደሴት ድማ ኩዊንን ሮቢንን ናይ ሬድዮ ኔትወርክ ክረኽቡ ተስፋ ገይሮም ናብቲ ጎቦ ላዕሊ ይድይቡ። ኣብቲ ላዕሊ ምስ በጽሑ ግና ምንም ዝርኣ ኔትወርክ ኣይረኸቡን። ኩዊን በዚ ተናዲዱ፣ ዓው ኢሉ እናተናገረ ይጻረፍ። ሮቢን ድማ ንሱ ተስፋ ንኸይቖርጽ፣ ምኽንያቱ ኸኣ ንሳ እውን ተስፋ ክትስእን ከም እትኽእል ትነግሮ። ኩዊን ንባዕሉ ኣረጋጊዑ ደሓን ከም ዝዀነ ይነግራ። ደሓር ብሃንደበት ሮቢን ሓደ ጀልባ ናብቲ ንሶም ዝነበርሉ ደሴት ገጽ እናመጸት ይርእዩ። ክልቲኦም ብፍጥነት ናብታ ኣውሮፕላን ዝነበረትሉ ቦታ ከይዶም እቲ ዝነበሮም ጀልባ ተጠቂሞም ናብቲ ትመጽእ ዝነበረት ዓባይ ጀልባ ገጽ ክኸዱ ይውስኑ። በቲ ጀልባ እናኸዱ ከለዉ ኸኣ ሮቢን፣ ኩዊን ምስ ኣንጀሊካ ዘለዎ ርክብ እንታይ ከም ዝኾነ ትሓቶ። ኩዊን፣ ኣንጀሊካ ዓርኩ ብቻ ከም ዝኾነት ይናገር። ወሲኹ እውን፣ ሓደ ግዜ ተመርዕዩ ዝነበረ እንትኸውን፣ ደሓር ግና ሰበይቱ ምስ ሓደ ናይ ስራሕ ዓርኩ ገዲፋቶ ከም ዝኸደት ይናገር። ናብቲ ጀልባ እናቐረቡ ክኸዱ ከለዉ፣ ሓንቲ ብቻ ዘይኮነትስ ክልተ ጀልባታት ይርእዩ። ኩዊን ኣቕሪቡ ክሪኦም ከሎ፣ ሓደ ሰብኣይ እናተቐተለ ይርኢ እሞ ይፈርሕ። ብፍጥነት ከኣ ክኸዱ ከም ዘለዎም ንሮቢን ይነግራ። ሮቢን ምስ ረኣየቶም፣ ሽዑ ንሽዑ እቶም ሸፋቱ እውን ይርእይዎም። ኩዊን ንሰብ ጀልባታት እናቐተሉን እናሰረቑን ምስ ዝነብሩ ሸፋቱ ይበኣስ ከም ዘሎ ይገልጽ። እቶም ሸፋቱ ብንእሽተይ ጀልባ ክስዕብዎም እዩ ክምኩሩ። ኩዊንን ሮቢንን ናብቲ ገምገም ንምብጻሕ ብሓይሊ እናጎየዩ ከለዉ፣ እቶም ሸፋቱ ተኹሲ ይኸፍቱሎም። እቲ ዝነበሮም ጀልባ ገዲፎም ናብቲ መሬት ንምብጻሕ ምሕማስ ይጅምሩ። በዚ እውን ነቶም ሸፋቱ ንምትኳስ ከም ዘጸግሞም ይኸውን። በቲ ዝነበረ ሙቐት ጀልባ ምጉታት ስለ ዘድከሞም ናብቲ ጫካ ጎዮም ይኣትዉ። ግን ድማ እቶም ሸፋቱ እውን ተኸቲሎሞም ናብቲ ጫካ ይስዕቡ። ክዊን ንሱ ብዕንጨቲ ገይሩ ማሕለኻ ክሳብ ዘዘጋጂ ሮቢን ከይዳ ንኽትሕባእ ይነግራ። በቲ እውን ምስ ብዙሓት ይበኣስ እሞ ኣብ መወዳእታ ግና ሓደ ንሮቢን ሒዙ ክዊን ኢዱ ተዘይሂቡ ክቐትላ ከም ዝኾነ የፈራርሖ። ሮቢ ምፍትነት ሓሲባ፣ ኣብቲ ናቶም ጀልባ ወርቅን መጋየጽታትን ከም ዘለዎም፣ ነቶም ናብቲ ከባቢ ዝመጹ ቱሪስታት ከም ዝሸጥሎምን ትነግሮም። እቶም ሸፋቱ ኸኣ ናብቲ ጀልባ ንኽወስድዎም ይእዝዙ። እናኸዱ ከለዉ፣ ክዊንን ሮቢንን ዝነበሮም ኣጋጣሚ ተጠቒሞም ካብቶም ሸፋቱ የምልጡ። እቶም ሸፋቱ እናተኮስሎም ይስዕብዎም፣ ክዊንን ሮቢንን ድማ እናጎየዩ ኣብ ሓደ ጫፍ ገደል ይበጽሑ። ካልእ መማረጺ ስለ ዘይነበሮም፣ ኩዊን ካብቲ ጫፍ ንኽዘሉ ይሓታ። ሮቢን ግና እናተጠራጠረት ከም ዘይትኽእል ትነግሮ። ትኹረታ ንምብርባር ይስዕማ'ሞ ቀጺሉ ካብቲ ገደል ጫፍ ይደፍኣ። ናብቲ ቀላይ ከኣ ብሰላም ይዓርፉ። እቶም ሸፋቱ ካብቲ ቀላይ ውሽጢ ክርእይዎም ስለ ዘይከኣሉ ተናዲዶም ይጻረፉ። በቲ ሓደ ገጽ ኣማካትያ፣ ፍራንክ እናሓዘነ ንሮቢን ክንደየናይ ከም ዝፈትዋ ይናገር። ኣንጀሊካ ከኣ ኣወዳት ኩሉ ግዜ ከም ዝፈትውዋ ይናገሩ። ፍቕሪ እንታይ ከም ዝዀነ ግና ብዝግባእ ኣይርድኡን ትብል። እዚ ከምዚ ከሎ፣ ኩዊንን ሮቢንን ኣብቲ ደረቕ መሬት ይበጽሑ እሞ ብስምዒት ይሰዓዓሙ። ሮቢን እቶም ሸፋቱ ይእልሽዎም ከይህልዉ ዝነበራ ፍርሒ ክትናገር ከላ ኸኣ የቋርጹ። ኩዊን ንሱ እውን ይፈርሕ ከም ዘሎ ምስ ነገራ፣ ሮቢን ድማ ስምዒታቱ ንባዕሉ ብቻ ንኽገብሮም ትነግሮ። ኣብቲ ደሴት እናተንቀሳቐሱ ከለዉ፣ ኣብ ሓንቲ ብኻልኣይ ኲናት ዓለም ግዘ ዝተደርበየት ኣውሮፕላን ይርእዩ። ክዊን ጠቓሚ ነገር ክረክብ ኢሉ ናብታ ልዕሊ ኣውሮፕላን ይድይብ። ኣማካትያ ድማ እታ ሰኺራ ዝነበረት ኣንጀሊካ፣ ፍራንክ እቲ ለይቲ ምስኣ ንክሕልፎ ትሓቶ። ፍራንክ ኣብ መጀመርያ ወላ እኳ ኣብዩ እንተነበረ፣ ደሓር ግና ቅድሚ መሊኡ ኖኖ ምባሉ ንክሓስበሉ ይሙክር። ብሓሳቡ ተጋጭዩ ካብ ፈተና ንምርሓቕ ኢሉ ካብቲ ክፍሊ ይወጽእ። ኣብቲ ደሴት ከኣ ኲይንን ሮቢንን ብዛዕባ እቲ ዓንተወይ ዝገበርዎ ምስዕዓም እናዋግዑ ክልቲኦም ከም ዝፈተውዎ ይዛረቡ። ሮቢን ድማ ወላ እኳ መፍርሒ እንተ ዀነ ምስኡ ክትከውን ከላ ግና ድሕንነታ ከም ዝስምዓ ትነግሮ። ደሓር ክልቲኦም ከዕርፉ ይውስኑ። ብጽባሒቱ ንግሆ ሮቢን ሓደ ዓው ዝበለ ድምጺ ካብ ምድቃሳ የተስኣ። ኣንጀሊካ እውን ሓደ ሰብኣይ እቲ ኣለሻ ኣብ ውሽጢ ዕስራ ደቂቓ ከም ዝጅመር ክነግራ ካብ ምድቃሳ የተስኣ። ንፍራንክ እውን ትቕስቅሶ እሞ ፍራንክ ኩሉ ነገር ጌጋ መሲሉ ይስምዖ። ኣንጀሊካ እዚ ኣረኣእያኡ ደስ ስለ ዘይበላ፣ ፍራንክ ድማ ንሳ ምንም ጥፍኣት ከም ዘይብላን ናቱ ችግር ከም ዝኾነን ይነግራ። ኣንጀሊካ ድማ ሓደ ሰብ ክሓዝን ከሎ ከምዚ ዓይነት ስምዒት ልሙድ ከም ዝኾነ እናነገረት ተጽናንዖ። በቲ ሓደ ገጽ ኩዊንን ሮቢንን ወሓዚ ማይ ይረኽቡ እሞ ናብቲ ኣውሮፕላኖም ዘለዎ ቦታ ንኸብጽሖም ይጥቀምሉ። ድሕሪ ሰዓት ምስ ኮነ ፍራንክ እቲ መከራ ክንደየናይ ከም ዝፈተኖን ናይ ባህሪ ጉድለት ከም ዘምጽኣሉን ይናገር። ኣንጀሊካ ድማ ሰባት ክቆጻጸርዎ ዘይኽእሉ ነገር ምዃኑ እናነገረቶ ንባዕሉ ምውቃስ ንኸቋርጽ ትመኽሮ። ኣብኡ እንከለው ብሃንደበት እቶም ጉጅለ እቲ ኣለሻ ከም ዝተቋረጸ ይነግርዎም። ኣብቲ ደሴት ከኣ ሮቢንን ኮይንን ኣእዋም እናቖረጹ ነታ ኣውሮፕላን ክትበርር ዘኽእል ቅርጺ ንምትሓዝ ይሰርሑ። ናብ ውሽጢ እቲ ሑጻ እናዃዓቱ ሻምባቆታት እውን ይቖርጹ። ከምኡ'ውን እቲ እምኒ ብትሕቲ እታ ኣውሮፕላን ንምግባር ንእሽተይ ናይ ማይ መስመር ይሰርሑ። ንሰዓታት ከቢድ ናይ ጉልበት ስራሕ ምስ ሰርሑ፣ ኣብ መወዳእታ እቲ ዝሓሰብዎ ሰሪሖም ይውድኡ። ግን ድማ ካብዚ መጺኡ ዘይተብሃለ ከቢድ ድምጺ ብናይ ተኹሲ ድምጺ ስዒቦም ይሰምዑ። ኩዊን፣ ሮቢን ናብ ውሽጢ እታ ኣውሮፕላን ንኽትኣቲ ይነግራ። ንሱ ድማ ዝተረፉ ነገራት እናልዓለ ከሎ ካልኣይ ግዜ ይትኮስ እሞ ኩዊን ንእሽተይ ይጉዳእ። እቶም ሸፋቱ ሽጉጦም እናቀባበሉ ክቐርቡ ከለዉ፣ ሮቢን ናብታ ኣውሮፕላን ንኽኣቲ ትሕግዞ። ኩዊን ነቲ ናይ ኣውሮፕላን ሞተር ንምጅማር ብምሉእ ሓይሊ ይደፍኦ። ንቕድሚት ኣብ ዝነበሩሉ ግዘ፣ እቶም ሸፋቱ ይትኩሱሎም ግን ድማ ዒላማኦም ደካማ እዩ ነይሩ። እታ ኣውሮፕላን ንምድያብ እናተቸገረ ከሎ፣ እቶም ሸፋቱ ናይ መወዳእታ ሙከራ ይትኩሱሎም ግን ድማ ተኹሲ ተመሊሱ ንባዕሎም ይጎድኦም። ኣብ ኣየር ከለዉ ከዓ፣ ኩዊን ቅድሚ ናብ መሬት ምዕራፎም፣ ምናልባት ዓርሱ ተስሒቱ እንታይ ክትገብር ከም ዘለዋ ንሮቢን የምህራ። በቲ ሓደ ገጽ ኣማካትያ ድማ ንናይ ቀብሪ ስነ-ስርዓት እናተዘጋጀዩ እዮም። ፍራንክ እናበኸየ ንዝገበሮ ሓጢኣቱ ኩሉ ይቕረ ንኽትብሎ ይልምን። ግን ብሃንደበት ኣንጀሊካ ሓደ ልሙድ ዝኾነ ድምጺ ትሰምዕ እሞ ኩዊን ተመሊሱ እናበለት ዓው ኢላ ትናገር። ፍራንክ ንላዕሊ ጠሚቱ ንኣምላኹ የመስግን። ሮቢን እናተደናገጸት እቲ ክዊን ዝበላ መምርሒታት ክትዝክር ትሙኩር። እቶም ኣቕሓታት ሪኣ፣ ፍጥነት ምስ ቀነሰት፣ እቶም ክንፍታት ተጠቒማ ንክትዓርፍ ትሙክር። እታ ኣውሮፕላን ምዕራፍ ከቢድ ወላኳ እንተነበረ፣ ግን ድማ ተሳኺዑላ ኣብ ማይ ትዓርፍ። እቶም ሰባት ንሮቢንን ክዊንን ክሕግዝዎም እናጎየዩ ይኸዱ። ደሓር ፍራንክ እቲ ሆቴል ኣብ ደስ ዝበሎም ግዘ ንሓደ ወርሒ ክጥቀሙሉ ከም ዝፈቐዱሎም ይነግራ። ካልኣይ መዓልቲ ዘይርኣ መሲልዎ ከም ዝነበረ እውን ይትርኸልና። ወሲኹ፣ ሓያል ጸቕጢ ክህሉ ከሎ፣ ሰባት ኣብ ኖርማል ግዜ ዘይገብርዎም ነገራት ንኽገብሩ ከም ዘገድዶም የረድኣ። ሮቢን ድማ ንኩዊን ንኽትሓቶ ናብ ሆስፒታል ትኸይድ። እቲ ኣብ ደሴት ኣብ መንጎኦም ዝተፈጠረ ነገር ትኽክለኛ ነገር ድዩ ወይስ በይኖም ስለዝነበሩ ዝገበርዎ ነገር እንተኾይኑ፣ ንኩዊን ትሓቶ። ኩዊን ድማ ትኽክለኛ ነገር ከም ዝኾነ ምስ ነገራ፣ ንሳ ሓደ ወጣት እምበር ንሱ ከም ዘይግብኣ ይነግራ። ወሲኹ እውን ናይ ክልቲኦም ነገር ክኸውን ዘይኽእል እዩ፣ ምኽንያቱ ንሱ ኣብ ኒውዮርክ ዝበለ ከተማ ክነብር ኣይኽእልይ። ንሳ ድማ ናብቲ ደሴት መጺኣ ናቱ ሓጋዚት ኣብራሪ ክትከውን ከም ዘይትኽእል ከረድኣ ይሙኩር። ሮቢን በቲ ዝበሎ ተስማዕሚዓ ግን ድማ እቲ ውሳነ ንዓኣ ከም ዝምልከት ትነግሮ። ደሓን ንክከውን ተመንያትሉ እውን ገዲፋቶ ትኸይድ። ሮቢንን ፍራንክን ናብቲ ኖርማል ህይወቶም ንምምላስ ኣብ ኤርፖርት እንከለዉ፣ ሮቢን ክልቲኦም ክመረዓዓዉ ከም ዘይብሎም ትነግሮ። ምኽንያቱ ኸኣ ዘይተፈትሑ ነገራት ኣብ መንጎኦም ስለ ዘለዉ። ፍራንክ ይቅርታ እናሓተተ፣ ንሱ ምስ ኣንጀሊካ ዝሓደረ ኮነ ኢሉ ከም ዘይኮነን ነቲ ሓዘን ከቢድዎ ከም ዝኾነን የረድኣ። ሮቢን ምስ ኣንጀሊካ ሓዲሩ እንተኾይኑ ክትጥይቖ ከላ፣ ፍራንክ ድማ ቀዲማ ሰሚዓ ዝነበረት ይመስሎ ሮቢን ግና ምንም ትፈልጦ ነገር ኣይነበራን ንሳ ውን ኣብ ሞንጎኣን ኮይንን ዝኾነ ዝተፈጠረ ነገር ከም ዝነበረ ትነግሮ እቲ ኣብ ኢዳ ዝነበረ ቀለበት ንፍራንክ እናመለሰትሉ ኩሉ ንጽቡቕ ከም ዝኾነ ትስማዕማዕ ፍራንክ ናብቲ ኣየር ንምእታው ቁሩብ ወላ እኳ ተተጓጎወ ግን ድማ ስቁኢሉ ይኣቲ። ድሕሪ ዝተወሰነ ደቓይቕ፣ ኩዊን እናጎየየ ካብ ሆስፒታል ናብ ኤርፖርት ከይዱ እታ ናይ ኒውዮርክ ኣውሮፕላን ኣየነይቲ ምዃና ይሓትት። እቶም ሰባት ድማ ከይዳ ከም ዝኾነት ይነግርዎ። ተስፋ ቆሪጹ ንድሕሪት ክምለስ ከሎ፣ ሮቢን ኣብኡ ኮይና ንቶም ሰራሕተኛታት ሻንጣኣ ንኸውርዱላ እናተዘረበቶም ይሪኣ። ኩዊን ናብኣ ቀሪቡ። እቲ ዝነበሮ ቀሊል ህይወት ምሉእ መሲሉ ስለ ዘይተሰምዖ፣ ምስኣ ዀይኑ ከኽብሮ ከም ዝደሊ ይነግራ። ሮቢን እውን ፍሽኽ እናበለት፣ ንሳ እውን ኣብቲ ደሴት ምስኡ ክትነብር ሕጕስቲ ከም ዝዀነት ትነግሮ። ኣብ መወዳእታ፣ ክልቲኦም ተሰዓዒሞም ነቲ ናይ ህይወቶም ሓድሽ ምዕራፍ ንምጅማር ዝግጁ ዀይኖም እቲ ፊልም ይውዳእ።